ሚለን ሃይሉ ጁባ ኣትያ ዝበለቶ። ኦላ ከመይ ትኾኑ ተቅመጥቲ ጁባ። እዚ ሕቆ እዚ ናይ ጓል ኢልካዮስ መን ይኣምነካ። ሓንቲ ጻዕዳ ናይ ተስፋይ መንገሻ ዝደረፈቶን ካልእን ዝብሉ ትሕዝቶታት ናይ ሎሚ መደባት ሓምየት ቲዩብ ቻነል እዮም ክሳብ መወዳእታ ክትከታተሉኒ ብኽብሪ ይዕድመኩም። ሰላም ሰላም ፍትዋት ተኸታተልቲ ሓሜት ዩቲዩብ ቻነል ሕጂ እውን ከም ወትሩ ኣዛነይትን ኣዘናጋዕትን ቪድዮታት ምስ ኣፍ ዘየኽድኑ ናይ ሕቡሽ ኮመንትስ ሒዘልኩም መፅእ ኣለኹ ሰናይ ምክትታል እዛ ቪድዮ ቅድሚ ምርኣይኩም ላይክ ግበሩ ዌልካም ኢልኩም ኮመንት ፀሓፉ ሸር በልዎ ሳብስክራይብ ከም ዝገበርኩም ከኣ ኣረጋግጹ። ጋይስ ሓንቲ ጻዕዳ ናይ ተስፋይ መንገሻ ደርፊ እናደረፈት መጺኣትና ኣላ ሕቡሽ ከኣ ኣብ ኮመንት ኣግርሞቶም ይገልጹ ኣለዉ ኣነ ከኣ ኮመንት ልቕም ልቕም ኣቢለ ሕዘልኩም መጺኤ ኣለኹ እታ ቪድዮ መርኣይዋ ኮመንት ከንብበልኩም። ዶብ ጎነይ

ኣጆኺ እስከ ውሕጥ ኣብልዮ ክንደይ ከተደንግጸካ እያ እዛ ደርፊ ኣብ ጻዕዳ ሲሕው። ኣታ እንተ መሪርዎም ብትግርኛ እዮም ምረቶም ዝገልጹ። እንታይ ደኣ ቅያር ሚለን ሃይሉ ድዮም ሂቦምና ጸዓዱ ብዝኮነ ኦላ ኦላ ገርኪ። እዛ ደርፍስ መሊሳ ጸቢቃ ብግእዝ ምስ ተደገመት። ናይ ትግርኛ ደርፍና ደኣ ወላ ምስ ሂወትና ምትእስሳር ዘይብሉ እኮዩ ዘብክየካ ብኻ ናይ ሞሞና ሰሚዓቶ ኮፍ ኢላ ከተልቅስ ክክ። ወይ ኣነ ተቐንዝወኒ ከም ዘይነበረት እዛ ደርፊ ሕጂ ግን ኣስሒቓትኒ። ናይ ሓበሻ ደርፊ ንኹሉ ከም ዘብክዮ ሎሚ ተረዲኤ። ፋዘር ምስ ሃረመካ ተውፅኦም ቃላት ገሊኦም ነይሮም ቆልዑ ተሃሪምዮም ፅናዕራሓ ገለ መለ እንዳበሉ ወላ ሓደ ክትሕዞ ዘይትኽእል ቃላት ገለ ዘውፁ እዋእ ሓሲብኩሞ ዲኹም ንሕና እንግሊሽ ደርፊ ክንደርፍ ከለና ንዕኦም ጻዕዳ ከስተንተን ከሎስ ከደንግጸካ ዘይኣመሎም ፈረንጂ ዝጨነቕ ዘይመስለን ነይረ ኣነስ ንሕና ኢና ንጨነቐሉ እንታይ ደኣ ዘይሰማዕና ዓቢ ድዮም ኔሮም ንእሽቶይ እንታይ ይበሃል ወደይ መንግስተ ደርፊ የዋርስ። እስከ ሓደ ፋኑስ ቤትና ትብል ኣካውንት ሓውና መወዳእትኡሲ ንዓይ ዝኸውን ቤት ትምህርቲ ረኺበ ብምባል ነዛ ስሊፕ ኣካዳሚ ትብል ስእሊ ፖስት ምስ በለ ሐቡሽ እንታይ እንታይ ከም ዝበሉ ሓቢርና ንርኣዮም። ፈተናኸ መን ጽቡቕ ይሓልም ዲኺ ኸውን ማለት ዓቕሊ ተጌርካ ዘይስገር መስገደል የለን መወዳእትኡስ ተዓዊትና። ሰሙን ምሉእ ተዝኸውን ተመራጺ ምኾነ። ሰሙን ምሉእ ክትሕርንኺ እንተሓርንኺ ብሰንኪ ቲክቶክ ምተረፍኩ ነይረ። ብዙሕ ስሊፕ ወርክ ዕዮ ድቃስ ምሓለፈካ ነይሩ። ኣብዚኣስ ኣነ ሞኒተር ምኾንኩ ነይረ። ኣብዚኣ ሕጅስ ኣነ ማእሙና ኣኪል ኣይምተምሃርኩን ኣመል ኮይንኒ ተሓቢኦም ወዓልኩ እዞም ትምህርቲ ዝግደሱ ዝነበሩ ኣብቲ ዶብ ምስ ተወዝዑ ሰሓቅ እየ ዝመውት ነይረ ንሕና ካስባናት ነይርና ኣብ ክንደዮም ፐርማነንት ዝህቡኻባ ኣልግብ ኣቢልካ ሓተተለይ። ክሳብ ብሂወት ዘለኹ ንዓይ ትበቅዕ ሞያ ረኺበ ተመስገን። ሕልምን መተርኣስን ግን ካብ ባዕልና እዩ ምሽ ኣነ ብእንግሊሽ ክሓልም ኣይደልን። ኣብ ርእሲ ደቂስናዮ ዘለናስ ደቃስካ እያ ክንስኸሉ እንታይ ኢኸ ደቅስ ደቅስ ዝመፀካ እዚ ግዜ ዘለና ካብ ሽወደን ደቂሰ ናብኡ ብኸመይ ክኸይድ ይኽእል? ከይተስእ እኳ ከይተስእስ ኣብ ሕልምኸ ብትግርኛ ዲና ክንሓልም ወይስ እንግሊዝ? ፈለማ ብቋንቋ ኣደ ኢኻ ትሓልም ብድሕሪኡ ቀስ እናበልካ ናብቲ ካልኦት ቋንቋታት ከዓ ትኸይድ መተርኣስ ክንማላእ ዲና ወይስ ክህቡና እዮም። መተርኣስ ካብ ባዕልኹም እየ መስለኒ። ነዞም ኣፍሪቃ ዘለና ብኸመይ ክንመሃር ንኽእል እባ ሕተተልና። ናይ ኣፍሪቃ ኣይትመሃሩን ኢኹም ንስኹም መምሃራን ኮይንኩም ኢኩም ክትምደቡ ዋእ። ናይ ድቃስ ኮርስ እንታይ ኣድሊካ ድኣ እስኻ ትድቅስ እንታይ ኢኻ ትውዕል ዘለኻ። መመዝገበ ክንደይ እዩ መወዳእትኡ ድኣ ከም ዝሓልፈለይ ይፈልጥ ነይረ እንድየ። ሕቡሽ ድኣ ምስ ትምህርቲ ዘለና ጽልኢ ኣብዚ ውን ኣይመሃርን ምበለ። ኣበይ ቦታ እዩ ዝርከብ ከይመልኦ ከሎ ክንምዝገብ። ናይ ዩኒት ቀዳማይ ምወፃኹ ኣነ ለባ ለጥ በልከር ኣብዚ ደኣ ወላ ቀዳመ ሰንበት ወሲኽካ ትምሃር እምበር ኣብዚኣስ እባ ኩላትኩም ክተማሃሩ ደሊኹም ፈገረገር። ሚለን ሃይሉ ን ጁባ ከይዳ ሓንቲ ቪድዮ ሰሪሓ ሰብ ጁባ ከኣ ብ ኮመንት ተቀቢሎማ ኣነ ከኣ ኮመንት ልቅም ልቅም ኣቢለ ሒዘልኩም መጽየ ኣለኩ እስከ እታ ቪድዮ ረኣይዋ እሞ ኮመንት ከንብበልኩም ኦላ ከመይ ትኾኑ ተቐመጥቲ ጁባ ሚለን ሃይሉ እየ ሎማዓንቲ ንጁባ ብሰላም ኣትየ ኣለኹ ንፅባሕ ቀዳም ኩላትኩም ምሳና ሓቢርኩም ኣብ ቢኤስ ላውንጅ ምሳና ከተምስዩ ብክብሪ ንዕድም ክሳብ ድሕሪ ፅባሕ ኣብ ቢኤስ ላውንጅ ንራኸብ ኣብ ዘለኹምዎ ሰላም
ኣንቲ በጃኽባ ከንሰርሕ ግደፍና። ኦይ ኣነስ ሰበይተይ ሎሚ ጽባሕ ትብል ኣላ ክንደየናይ ከይጥዕመኒ። ይባእ ሰበይታ ሓርስ ሓቢርና ክንሰርሕ ዝበሃል የለን ሓቢርና ንዕበድ ጥራይ ፈጨጭ በል መርተባ ገለ እስከ ጊደፍና ለይቲ ማይ ዝምላእ ኣለና ቦጢ ሕዝካ ኮለል ክትብሎ እንተ ኮይና እግራ ሓፍሓፍ ተብሎ ኣላ ጣንጡ ድዮም በሊዕና እዛ እግሪ ክዳኣም ሚስ ኮልያ ትኸውን ዘላ መራሰኒት ኮምሳሪ ኮይነ ዝኣከብክወን ዶ ክትወስድየን መጺኺ? ግደፍና እባ ግደፍና ክንቅየር ካብዘን ኛቦ ከባቢኦም። ናይ ጁባ ኣብ ስራሕ እዮም ክንደየናይ ከይመጹ። ኣታ ተስፋ እኮ ኣይተቁርጸኒ። ምስ ሕቡሸይ ትስሕቁ እንተለኹም ነዛ ቪድዮ ላይክ ግበርዋ ነዛ ቻነል ሓደስቲ ዝኾንኩም ከኣ ሳብስክራይብ ግበሩ ንኺድ መደብና ንቐጽል። ሰላም ሰላም ምሳኹም ዘለኹ ሓውኹም ዓለም ለኸዊ ኮመንታተር እየ ሕጂ ዊን ከምቲ ልሙድ ሓንቲ ኬፍ ዘለዋ ቪድዮ ሒዘልኩም መጽየ ኣለኹ እታ ቪድዮ ምራእይዋ ኮመንት ከንብበልኩም ተጽግበኒ ቅጫ ኣብ ሞቕልኣ ከላ ፈልጣ መድረኽ ንዓኸ ኣዳመይ። ኣበይ ንዓና ኣላ ባዕለን ወሲደንኦ መድረኽ ተቖጻጺረንኦ እኮ። ኣምላኽ ኣቦይ ካብ ከምዚኣ ጓል ጽምም ኢለ ብሲንግለይ ከዕርባ ሓግዘኒ። ይተሓዋወሰኒ ኣሎ ንዓይ ቀንጥውን እስከ ይሓልም ከይህሉ ብደው ኮ ኢኻ ዘለኻ ዝኣፍ ብጃህዲ እዚኣ ደኣ ኣብ ቅድሚ ስድራኻ ትስጉደካ ወላ ረብዳት ትኹን ደኣ እምበር ዓቕመ እየ ዝደሊ እዚኣ ደኣ ሰብኣያ ከይፀዋዐቶ ፀዊዕ ክንሪኽ ይብላ ኢሎም ባዕልኻ ኣነ ድየ ሰበይቱ ኮይነ ወይስ ንሰያ ሰብኣይ ኮይና? ናይ ጓል ኣካላት ሲ ልስልስ እንተበለ እዩ እምበር ከውሒ ዝኾነ ኣካላት ደኣ እንታይ ኢና ክንብሎ ጠፋእና ስፖርት ከይገበራ ከማን መሓዝ ስኢናየንሲ ስፖርት ጌረን ደኣ እንታይ ክኸውን እዩ እንታይ ክኸውን ትብል መን ኢኻ ኣቑሑ ሓጺብካ ገዛ ኣጽሪኻ ቡና ኣቐሪብካ ጽንሓያ ካልእ መማረጺ የብልካን ንስኺ ከኣ ቀጽልዮ። እምበኣርከስ ፍቱዋት ተኸታተልቲ ሓሜት ቲዩብ ቻነል ንሎሚ ዘዳለኹዎም መደባት እዞም ዝተዓዘብኩሞም እዮም ኔሮም ዓጊብኩምን ተዘናጊዕኹምን ክትኮኑ ተስፋ ይገብር እምበኣርከስ ንሎሚ ዘስሓቐትኩምን ደስ ዝበለትኩምን ኮመንት ኣብ ኮመንት ጸሓፉ ደስ ዝበለትኩም ኮመንት ኣብ ኮመንት ጸሓፉ ሰሰናዩ